ኣርእስተ ዜና ኣብ ዓለምና ኮነ ኣብ ሃገርና ንዘጋጥሙ ጸገማት ፍታሕ ንምሃብ ጸገማት ብመስቀል ቃል ንምፍታሕ ምስራሕ ከም ዘድሊ ፓትርያርክ ኦርቶዶክስ ተዋህዶ ኢትዮጵያ ብፁዕ ወቅዱስ ኣቡነ ማትያስ ሓቢሮም። ምእመናን በዓል መስቀል ብምትሕላይን ብፍቕርን ከሕልፍዎ ከም ዝግባእ ኣቦታት ኦርቶዶክሳዊት ቤተ ክርስቲያን ኣገንዚቦም።

እንኳዕ ንብርሃነ መስቀሉ ብሰላም ኣብፀሐኩም ተመልከትና ሰላም ከመይ ትዕሉ ልክዕ ሰዓት ትሽዓተ ኮይኑ ከምቲ ልሙድ ነቲ ሰዓት ተዳለዉ ዜናታት ሒዝና መፂእና ኣለና ቅድሚኡ ግን ሓፃር መልእኽቲ ተኻቲልና ንመለስ ፈለማ ብሓፀርቲ ዜናታት ክንጅምር ዓብይ ግድብ ህዳሰ ኢትዮጵያ በብዓመቱ ልዕሊ 20 ሚታዊ እናዓበየ ዝመፅእ ዘሎ ድሌት ሓይሊ ኢትዮጵያ መልሲ ዝህብ ምዃኑ ፕሬዚዳንት ታዬ ኣጽቀሥላሴ ተዛሪቦም። ፕሬዚዳንት ታዬ ኣጽቀሥላሴ ማዕቐፍ ምትሕብባር ተፋሰስ ሩባ ኣባይ ተግባራዊ ምዃኑ ብምግላጽ ኣብ ኢንቴቤ ዝተመስረተ ኮሚሽን ተፋሰስ ናይል ኣብ ቀረባ እዋን ከም ዝጅምር ኣመላኺቶም። እዚ ድማ ብምትሕብባር ሃገራት ተፋሰስ ዝተረኸበ ዓብዪ ውፅኢት ምዃኑ ኣብ ጉባኤ ውድብ ሕቡራት መንግስታት ኣብ ዝገበርዎ ዘረባ ገሊፆም ኣለዉ። ህዳሰ ኩሎም ሃገራዊ ልምዓታት ንምዕዋት ዓብዪ ግደ ክህልዎ እዩ ዝበሉ እቶም ፕሬዚዳንት ኣብ ውሽጢ ሱር ዝሰደደ ፀገም ንዝነብር ህዝብና ንፁህ ማይ ናይ ምቕራብ ንመናእሰይ ዕድል ስራሕ ናይ ምፍጣርን ምርግጋፅ ውሕስና ምግብን ዘዕቢ ምዃኑ እውን ተዛሪቦም። እዚ ምብራቕ ሰራዊት ምክልኻል ሃገር ኣብ ዞባታት ጎጃምን ደቡብ ጎንደርን ምንቅስቓስ እቲ ፅንፈኛ ጉጅለ ተኸታቲሉ ስጉምቲ ብምውሳድ ሰላም እቲ ከባቢ እናሓሎ ከም ዝኾነ ምክትል ላዕለዋይ ኤታማዦር ሹም ሓይልታት ሰራዊት ጀኔራል ኣበባው ታደሰ ገሊፆም። ምክትል ላዕለዋይ ኤታማዦር ሹም ሓይልታት ሰራዊትን ኣካቢ ካውንስል ፀጥታ ክልል ኣምሓራን ጀነራል ኣበባው ታደሰ ኣብ ኣፈፃፅማ ልኡኽቶ እዚ ምብራቕን ኣብቲ ከባቢ ዝተፈጥረ ሰላምን ኣመልኪቶም መብራህርሂ ሂቦም። ኣብ መብርሂኦም እውን ኣመራርሓን ሰራዊትን እቲ እዚ ሕገ መንግስታውን ሃገራውን ልኡኽትኡ ብፅኑዕ ፍቕሪ ሃገርን ስነ ምግባርን እናፈፀመ እዩ ዝርከብ ኢሎም። ኣባላት ሰራዊት እቲ እዚ ብዝለዓለ ኣፈፃፅማ ግቡእ ሰላም እቲ ክልል ብዘላቕነት ንክረጋገፅ ብምስራሕ ሃገራዊ ልኡኽቶኦም ብዝለዓለ ብቕዓት እናተዋፅኡ ከምዝኾኑ እውን ሓቢሮም። በዓል መስቀል ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ዝተፈላለዩ ከተማታት ክልል ትግራይ ብድምቀት ተኸቢሩ። እቲ በዓል ኣብ ዓድግራት፣ ኣኽሱም፣ መቐለ፣ ማይጨውን ካልኦት ካብ ከተማታትን ብድምቀት ተኸቢሩ ኣሎ። ኣብቲ ስነ ስርዓት ኣከባብራ በዓል መስቀል ሊቃውነ ካህናት፣ መምህራን፣ ተምሃሮ ሰንበትን ምእመናንን ተረኺቦም። በዓል መስቀል ደመራ 2018 ዓ ም ኣዲስ ኣበባ ሓዊሱ ኣብ መላእ ሃገር ብድሙቕ ተኸቢሩ ተዛዚሙ ክብል ፖሊስ ፌዴራል ኢትዮጵያ ኣፍሊጡ ኣሎ ፖሊስ ፌዴራል ኢትዮጵያ ምስ ካልኦት ሓይልታት ጸጥታን ድሕነትን ብምውዳድ ኣብ መላእ ሃገር ብቴክኖሎጂ ዝተሓገዘ ብዙሓት ሰራዊት ፖሊስ ብምውፋር ምስ ህዝቢ፣ መራሕቲ ሃይማኖት፣ ኣሰናዳእቲ እቲ በዓልን መናእሰይን ብምዃን ተሓባቢሩ ብምስርሑ እቲ በዓል ብሰላም ምኽባሩ ገሊፁ ኣሎ። ፖሊስ ፌዴራል እቲ በዓል ብሰላም ንክዛዘም ልዑል ግደ ንዝነበሮም ህዝቢ ከምኡ እውን መራሕቲ ሃይማኖትን ካልኦት ክፋላት ማሕበረሰብን ኣመስጊኑ ኣሎ። ህዝቢ ሰላም ከባቢኡ ብምሕላው ንዘርኣዮ ቅኑዕ ምትሕብባር ኣብ ቀፃሊ ኣብ ዝኽበሩ በዓላት እሬቻ ሆራ ፊንፊኔን ሆራ

እንኳን አደረሳችሁ።
እንዴት ናችሁ? እንዴት ናችሁ? እዮሃ አበባዬ
ምትእኻብና ዝተባረኸ ይኹን ሕብረትና ካብ ኢድና ይውፃእ ካብ ብርሃን ደመራ ካብ ስጡም ሓድነትና ይመጽእ ካብ ዘሎ ሓድሽ መዓልተ ይነጽለና ዓመት ልዓመት ይዕቆረልና። ከምቲ ሓደ ኢድ ንብ ሕቱ ዝበሃል ሓንቲ ዕንጸይቲ እውን ከምኡ እያ። ብርሃን ደመራ ትኪ ብርሃን ነቲ ብሉጽ ብርሃን ከም ዝኣንፈተ ምትእኽኻብ ንሕናን ምድማርን ንጽንዕትን ብርትዕትን ኢትዮጵያ መሰረትነቱ ብተመሳሳሊ ዝረኣ እዩ።
ሰናይ በዓል ማዕዲ ዜና ኣብ ምክታል ትርከቡ ተመልከቲ ሕዚ ድማ ብዝርዝር ናብ ዝሓዝናዮም ዜናታት እየ ክሓልፍ ኣብ ዓለምና ኮነ ኣብ ሃገርና ንዘጋጥሙ ጸገማት ፍታሕ ንምሃብ ጸገማት ብመስቀል ቃል ንምፍታሕ ምስራሕ ከም ዘድሊ ፓትርያርክ ኦርቶዶክስ ተዋህዶ ኢትዮጵያ ብፁዕ ወቅዱስ ኣቡነ ማትያስ ሓቢሮም። በዓል ደመራ ብድሙቕ ሃይማኖታዊ ትሕዝቶ ኣብ ኣዲስ ኣበባ ተባዒሉ። ንጸብጻብ ዮሃንስ ፍስሃ ድሃብ ያሲን። ቤሎ እሌኒ ለወልድ ወሬዛ ንግረኒ ሃባሃሎ መስቀለ ክርስቶስ መስቀል 2018 ኣብ መላእ ኢትዮጵያ ተባዒሉ እዩ። በዓል ደመራ ንግስቲ ኢሌኒ ነቲ መስቀል

ፍፁምና ዘላቂ ሰላምን። ፍፁምን ዘላቕን ሰላም ንደሊ እንተኾይንና ብመስቀል ቃል ንምራሕ። ቃል መስቀል ማለት ይቕርታን ዕርቅን ማዕርነትን ሓድነትን ፍትሕን ርትዕን ምርግጋፅ ማለት ከምዝኾነ ንገንዘብ። ብተወሳኺ ቅዱስ ፓትርያርክ ናይ ሎምዘበን በዓል መስቀል ኢትዮጵያ ተፈጥሮኣዊ ፀጋኣ ንምጥቃም ህንፀት ግድብ ህዳሰ ሃኒፃ ኣብ ዘመረቐትሉ ፅባሕ ዝኽበር ብምዃኑ ዝተፈለየ ይገብሮ ኢሎም። የዘንድሮ በዓለ መስቀል ኣከባበር ልዩ የሚያደርገው። ናይ ሎም ዘበን ኣከባብራ በዓል መስቀል ፍሉይ ዝገብሮ እግዚኣብሔር ዝሃበና ፀጋ ማይና ፍትሓዊ ብዝኾነ መንገዲ ንምጥቃም ብሓባር ተሓባቢርና ብዝገበርናዮ መፅናዕቲ ግድብ ህዳሰና ዛዚምና ኣብ ዘመረቕናሉ ፅባሕ እናተብዓለ ብምዃኑ ዩ። እዚ ክስተት ንሃገርና ዳግማይ ውልደት ዘበሰረ ዓወት ዩ። ኢትዮጵያውያን ብሓባር ኮይኖም ነቲ ግድብ። ከምዝዓወትዎ ንሰላምን ልምዓትን ብሓባር ክሰርሑ ይግባእ ብማለት መንግስቲ እውን ዘይምርድዳኣት እንተጋጥሙ ብዕርቅን ብይቕሬታን ንምፍታሕ ክሰርሕ ይግባእ ኢሎም። መንግስትም ከዚህ ከዚህም ከዚያም። መንግስቲ እውን ብዝተፈላለዩ ኣንፈታት ዝረኣዩ ዘይምርድዳኣት ብዕርቅን ይቕሬታን ብምሕላፍ ማዕርነት፣ ፍትሕን ርትዕን ብምርግጋፅ ንሰላም ምዕሳል ነዊሕ ጉዕዞ ብምኻድ ንዝቢ ናብ ሓድነት ናይ ምምጻእ ሓላፍነቱ ንኽዋጻእ በዚ ኣጋጣሚ ጻውዒትና ነቕርብ።
ካብ ደመራ ብዝተረኸበ ምልክት ኳዕቲ ዝተረኸበ ቅዱስ መስቀል መጋቢት ዓሰርተ ካብ ዝተቐበረሉ ምውፅኡ ኣስተምህሮ ኦርቶዶክስ ተዋህዶ ሃይማኖት ይነግር።
ዳሜራ መስቀል ትምህርት ሓድነትን ምትሕግጋዝን ብምዃኑ ምእመናን በዓል መስቀል ብምትሕላይን ብፍቕርን ከሕልፍዎ ኣቦታት ኦርቶዶክሳዊት ቤተ ክርስቲያን ኣገንዚቦም ኣለዉ። በሪሁ ብርሃነ ብድሮ በዓል መስቀል ከተማ ኣዲስ ኣበባ ዝተረኸቡ ኣቦታት ሃይማኖትን ምእመናንን ኣዘራሪቦም ኣሎ። ስዒቡ ቐርብ እዩ።

እዙይታት ልተወሃበሉ እዩ። ብዙይ ምኽንያት እውን ነቢየ እግዚኣብሔር ዳዊት ኣብ መዝሙር ሓምሳ ቁፅሪ ኣርባዕተ ክንርኢ እንተለና ንቶም ዝፈርሑኻ ምልክት ሂብካዮም ልብል ናይ ነቢያት ትንቢት ንረክብ ስለዚ መስቀል ትንቢተ ነቢያት ዝተፈጸመሉ ሱባኤ ተቆፂሩ ፍጻሜ ዕልባት እረኸበሉ እቲ መስቀል ካብ ናይ ርግማን ካብ ናይ መርገም በረከት ዝኾነሉ ካብ ናይ ፅልኢ እውን ሰላም ዝኾነሉ ካብ ናይ ምፍልላይ ሓድነት ዝተፈጠረሉ ስለ ዝኾነ እቲ ብብሉይ ኪዳን ናይ ወንጀለኛታት እነበረ ብሓዲስ ኪዳን ከዓ ናይ ሰላም ናይ ዕርቂ ናይ ፍቅሪ ክርስትያን እሱ ምልክት ገይሮም እቶም እግዚኣብሔር ዝፈርሑ እግዚኣብሔር ዘኽብሩ እግዚኣብሔር ዘምልኹ ሰባት ብህይወቶም እንካብ ኣርባዓ መዓልቲ ሰማንያ መዓልቲ ክርስትና ተልዒሎም ብመስቀል ዝባረኽሉ መስቀል ኣብ ክሳዶም ዝኣስርሉ እዩ ብድሕሪ እውን መስቀል እንካብዚ ዓለም እዚ ክፍለዩ እንተለዉ እውን ክግነዙ እንተለዉ ብመስቀል ምልክት እዩ ክሞቱ እንተለዉ እውን ኣብቲ መቃብር መስቀል ይቆም ማለት እዩ ስለዚ መስቀል ብህይወትይ ብሞትይ መስቀል ብምንባሪ ብዘይ ምንባሪ መስቀል ምስ ክርስትያን ክርስትያን ምስ መስቀል ዝነብረሉ ናይ ሓድነት ናይ ፍቕሪ ናይ ሰላም ናይ ዕርቂ ናይ በረከት ምልክት እዩ እቲ መስቀል መስቀል ናይ ጎይታና መድሕና የሱስ ክርስቶስ ንገልጸሉ እዩ ዝተሰቐለሉ ኣናል ድቂ ሰባት ናይ ድሕነት ዝተሃወሉ ምዃኑ መስቀል ትባል ተሎ ጎይታ መድኃኒት ክርስቶስና ብፍቕሪ ፍቕሪ እናሓስበሉ ስለለኣና ክል ደሙ ፍሲሱ ዝገዘልና ድቂ ሰባት ሰላም ኩሉ ዝተሰበኸሉ ሰላም ረኸበሉ ድሕነት ረኸበሉ ስለዝኾነ ናይዚ ዓብዪ ምስጢር ጸጋ ዝተረኺ እውን ትውፊታዊ ሃይማኖታዊ ብዝገለጸ መልክዑ እውን ናይ መስቀል ትርጓሜ እዩ ለሎ ሃይማኖታዊ ትውፊት ብልሓዘ ይኽበር ለሎ ብጣዕሚ ደስ ልብል ሕብሪ ብለለጸ መልክዑ ብኣካል ኣብራኸሉ ግዜ ምስቲ ንሃገራዊ ለሎ ደስ ልብል ፍቕሪ ጽቡቕ ናይ ሓድነት ለሎ ዝኸዝሞ እግዚኣብሔር ኣምላክ ሙሉእ ሰላም ሙሉእ ናይ ሓድነት ፍቕሪ ኢሉ ክገብረልና ከምዚ ናይ ሰላም ዓመት ዘመን ክገብረልና እውን ይምነ። ስለዚ
ንሕና ምስ ፈጣሪና ዝተዓረቕናሉ ፈጣሪ እውን ኣብ መስቀል ወፅኡ ዝገብርዎ ኣይፈልጡ እሞ ይቕረ በለሎም ኢሉ ፍቕሪ ዕርቂ ሕድገቲ ሰላሚ ዝተምሃርናሉ እዩ ማለት እዩ። ብዙይ ምኽንያት ቤተ ክርስቲያን ንምእመናን ተምህር። ብሰለስተ ሚእትን ዕስራን ሸውዓተን ዓመተ ምህረት ቅድስቲ እለኒ ማለት እዩ ናይ ቆስጠንጢኖስ ኣዶ ማለት ሓደ ትልሚ ሓደ ትምኒት ነይርዋ ማለት እዩ እንታይ ትምኒታ ከዓ ናብ ኢየሩሳሌም ኸይዳ ናይ ጎይታና ኣምላኽና መድሓንትና ኢየሱስ ክርስቶስ ዝተ ማለት እቲ መስቀል ዝተቐበረሉ ቦታ ኣቆፊራ ንምውፃእ ድሌት ነይርዋ ማለት እዩ ቅዱስ ኪራኮስ ዝተባሃለ ዋና ኣብቲ ዘመን እቲ ዝነበረ ማለት እዩ ሽማግሌ ወይ ከዓ ኣረጋዊ እንብሎ ሰብ እዩ ነይሩ ማለት እዩ ስለዚ ክትሓቶ ከላ ኣየና እዩ በተለይ ንኣስታት ንሰለስተ ሚእቲ ዓመታት እቶም ኣይሁዳውያን ማለት እዩ ናይ ጎይታና ኣምላኽና መድሓኒትና የሱስ መስቀል ደፊኖሞ እዮም ነይሮም ቆሻሻ ይድብርሉ ነይሮም ስለዚ ካብ ቆሻሻ ብዝሓቱ ከዓ እምባ ኮይኑ ነይሩ ማለት እዩ ተኸሚሩ ተኸሚሩ ማለት ስለዚ እቲ መስቀል ጠፊኡ ነይሩ ወይ ከዓ እቲ መስቀል ተቐቢሩ ነይሩ ማለት እዩ ስለዚ እቲ ኪራኮስ ክስሕተት ከሎ እወ ኣነ ይፈልጥ እየ ዓቢ ሰብ እየ ዓቢ ሰብ እየ ስለዚ ዕንጨይቲ ኣኪቢ ዕንጨይቲ ኣኪብ ከዓ ደመራ ኣዳልው ኢኺ ደመራ ኣዳሉ ከዓ እንታይ ግበሪ ማለት እዩ ሓዊ ኣቃፅልዮ ብሓዊ ምስ ተቓጸለ ብጸሎት ገይርኺ ብጸሎት ገይርኺ ብሓዊ ኣቃጽኺ ብጸሎት ገይርና ማለት እዩ እቲ ጢስ ወይ ከዓ እቲ ዝነደደ ጢስ ማለት እዩ ናብቲ ዝዓረፈሉ ቦታ ትክክለኛ ሓቀኛ ናይ ጎይታና ኣምላኽና መድሓኒትና ኢየሱስ ክርስቶስ ዝተቐበረሉ መስቀል እዩ ሽዑ ከዓ ኣቑ- እ፣ ሽዑ ኣቑፍርዮ ኢኺ ኢልዋ ነጊርዋ ማለት እዩ ሱቂልና ታሪክ እላተረክና እንተይኮነስ እቱ ታሪኽ ላብ ተግባር ለዊጥና ትክርስቶስ ብዘርእየና ፍቅሪ እዩ ክነኽብሮ ልግበእና ምክንያቱም ካብዙ ዳመራ ንመሃሮ ነገር እንዮ ኣብዚ ደመራ ሰለስተ ኣርባዕተ ነገራት ኣለው ሳዕረ ኣሎ ኣበባ ኣሎ ቆፅሊ ኣሎ ዕንጨይቲ ኣሎ ጭራሮ ኣሎ ብዙሕ ነገር ኣሎ ግን ሓደ ገመድ ንሱ ብሓንቲ ዕንጨይቲ ብሓደ ገመድ ጠጠው ኢሉ እኒሆ እዙይ ካብዙይ መምሃር ይከኣለኒ ካብ ምፅላእ ምፍቃር ካብ ምፍልላይ ብሓንድነት እንካብ ምኹራይ ምድሳት በቃ ብክርስቶስ ደስ ኢሉና ክንነብር ብክርስቶስ ተሓጒስና ብክርስቶስ እውን ዝተሸገሩ ሰባት እውን እናሓሰብና ዝተፃልኡ ሰባት እውን እናዓረቕና ዝረሓቑ ሰባት እውን እናቕረብና ንክንነብር ብዙይ ህይወት ንክንምራሕ ክንዞር ክንነብር ይግባእ ኢለ መልእኽተይ ከመሓላልፍ ይፈቱ። እንኳን ለብርሃነ መስቀሉ ኣደረሳቸ። ሕዚ ድማ ናብ ዜና ወፃ ክሰግር ሓይሊ ኣየር እስራኤል ኣብ የመን ከቢድ መጥቃዕቲ ምፍፃሙ ኣፍሊጡ ምክልኻል ሓይሊ እስራኤል ኣብ የመን ሰንዓ ብዝፈፀሞ መጥቃዕቲ ኣየር ሑቲ ዝግልገለሎም ትካላት ሓይሊ ኣጽዋር ናይ ስለላን ድሕነትን ምዕናዉ ኣፍሊጡ ኣሎ። ብሑቲ ዝምራሕ ሚኒስትሪ ጥዕና የመን መጥቃዕቲ እስራኤል ዘስካሕክሕ ተግባር ክብል ገሊጽዎ ኣሎ። በቲ ዝተፈጸመ መጥቃዕቲ ትካላት ሲቪልን መንበሪ ኣባይትን ከም ዝዓነው ብምሕባር እቲ መጥቃዕቲ ህይወት ሸሞንተ ሰባት ከም ዝሓለፈ እውን ተገሊጹ ኣሎ። ኣብ እስራኤል ሪዞርት ቀይሕ ባሕሪ ኢላት ሑቲ ብዝፈጸምዎ ሰብ ኣልቦ መጥቃዕቲ ዕስራን ክልተን ሰባት ምቑሳሎም ስዒቡ ዝተፈጸመ መጥቃዕቲ እዩ ተባሂሉ'ሎ። ኣብ መወዳእታ ቀንዲ ቀንዲ ዜናታት ዝዕለተ ከዘኻኽረኩም። ኣብ ዓለምና ኮነ ኣብ ሃገርና ንዘጋጥሙ ጸገማት ፍታሕ ንምሃብ ጸገማት ብመስቀል ቃል ንምፍታሕ ምስራሕ ከም ዘድሊ ፓትርያርክ ኦርቶዶክስ ተዋህዶ ኢትዮጵያ ብፁዕ ወቅዱስ ኣቡነ ማትያስ ሓቢሮም። ምእመናን በዓል መስቀል ብምትሕላይን ብፍቕርን ከሕልፍዎ ከም ዝግባእ ኣቦታት ኦርቶዶክሳዊት ቤተ ክርስቲያን ኣገንዚቦም። ካብ ዜና ወፃኢ ሓይሊ ኣየር እስራኤል ኣብ የመን ከቢድ መጥቃዕቲ ምፍፃሙ ኣፍሊጡ።